ሰላም ሰላም ዝተፈተኹም ዘራውያን ንሎም እምበኣር ከምቲ ልሙድ ንዓኻትኩም ይምህሩን የዘናግዑን ዝበልናዮም መደባት ሒዝናልኩም ቀሪብና ኣሎና ንሎሚ ቀሪብናልኩም ዘለና ትሕዝቶ መደብ ብዛዕባ እቲ ናይ ደብዳቢ ነቶግቲ ተጠቒምካ ተባሂሉ ን37 ዓመት ማእሰርቲ ዝተበየነሉ ብቢሾፕ ዝፍለጥ ገበነኛ ንዝፈጸሞ ተግባርን ታሪኹን ዝድስስ መደብ ሒዝናልኩም ቀሪብና ኣለና ሰናይ ምክትታል

ቢሾፕ ጆን ፓትሪክ ቶምኪንስ መን እዩ? ምሉእ ስሙ ጆን ፓትሪክ ቶምኪንስ ይበሃል። ብተወሳኺ በቲ ዘ ቢሾፕ ብዝብል ናይ ሓሶት ስም ተጠቒሙ ናብተን ኣብ ማእከላይ ምዕራብ ሕቡራት መንግስታት ኣሜሪካ ዝርከባ ቁጠባዊ ትካላት ኣዝዩ ዘስግእ ናይ ቦምብ ደብዳብን መሳርሒታትን ብምልኣኽ ገበነኛ ኮይኑ እተፈርደ ኣሜሪካዊ እዩ። ኮይኑ ከኣ ኣብዚ ግዜ እዚ ኣብ ድቡኩ ኣየዋ ዝነብር ዝነበረን ኦፕሬተር ናይ ማሽነሪ ዝነበረ ጆንዘ ዲሾፕ ብዝተዋህቦ ፍርዲ መሰረት ን37 ዓመት ኣብ ፈደራላዊ ቤት ማእሰርቲ ተዳጒኑ ፍርዱ ይፍጽም ኣሎ ካብ 2005 ኣትሒዙ ንገሊኡ ዋጋ ኣክስዮን ናብ 6.66 ዶላር ኣሜሪካ ማለት ልክዕ ምስቲ ኣብ መፅሓፍ ቅዱስ ምስ ዝርከብ ቁፅሪ ተኣራዊት ምትእስሳር ዘለዎ ቁፅሪ ኮይኑ እተን ትካላት ነቲ ዝሸጠኦ ብርኪ ክብ ከብልኦ ከም ዘለወን ዝገልጽ ምፍርራሕ ዝተሓወሶ ዘስግእ ደብዳቤታት ናብ ዝተፈላለያ ናይ ገንዘብ ትካላት ተላእከ። እተን ደብዳቤታት ካብ ቢሾፕ ወይ እቲ ቀሺ ዝብል ክታም እዩ ተነቢሩለን ዝነበረ። እቲ ኣብቲ ደብዳቤታት ዝነበረ ኣድራሻታት ካብ ተፈላለያ ከተማታት ማእከላይ ምዕራብ እዩ ነይሩ። እቲ ለኣኺ ዋጋ ኣክስዮን ዝቕየር ግዜ ወሰነ። እቲ ናይ መወዳእታ ግዜ እንተ ዘይተፈጺሙ ከኣ ስጉምቲ ከም ዝወስድ ዘፈራርሕ'ዩ ነይሩ። እተን ደብዳቤታት እተላእከለን ኩባንያታት ንዋጋ ኣክስዮን ዝቆጻጸራሉ መንገዲ ስለ ዘይነበረን ኣብቲ ናይ መወዳእታ ግዜ ድማ ካብተን ቢሾፕ መጠንቀቕታ ዝሰደደለን ኩባንያታት ወላ ሓንቲ ስጉምቲ ኣይተወስደን። ኮይኑ ከኣ ቢሾፕ ዳግም መልእኽቲ ክሰድድ ጀመረ። ኣብ ጥሪ ክልተ ሽሕን ሸውዓተን፣ ቢሾፕ ክልተ ቦምባታት ዝሓዘ ቱቦ ሰደደ፣ እቲ ሓደ ናብ ኣሜሪካን ሰንተር ኦፍ ኢንቨስትመንትን ኣብ ከተማ ካንዛስ ዝርከብን እቲ ካልኣይ ከኣ ናብታ ኣብ ደንቨር እትርከብ ጃኑስ ካፒታል ግሩፕ ተላእከ። ኮይኑ ግን እቲ ቦምባታት ኣገዳሲ ክፋላት ጠፊኡ ስለ ዝነበረ ናይ ምንታግ ዓቕሚ ኣይነበሮን። ኮይኑ ከኣ ከም መጠንቀቕታ ኮይኑ ድማ'ዩ ዝእመነሉ ዝነበረ። ንነብሲ ወከፍ ኤለትሮኒካዊ መሳርሒ እተሰነየት ደብዳቤ ከም ዝሕብሮ እተወሰነ ጠለብ እንተ ዘይተፈጺሙ ዝያዳ ናይ ደብዳቤ ቦምባታት ከም ዝስዕቦ'ያ ትሕብር ነይራ። እቶም ነቲ ዘ ቢሾፕ ዘዳለዎ ሞድ ኦፕራንዲ ዝመርመርዎ ተንተንቲ ጸጥታ፣ ነቲ ብ ሽሕን ትሽዓተ ሚእትን ሰብዓን ክልተን ዝነበረት ናይ ቻርለስ ብሮንሰን ዘ ዘ ማካኒክ ዘርእስታ ፊልም ይቐድሓ ከም ዘሎ ገሚቶም እዮም። ብሮንሰን ኣብታ ፊልም ንሓደ ንኻልኦት ንምቕታል ቦምባታት ዝጥቀም ኣርተር ኣቡን ዝበሃል ቀታሊ ገሊጽዎ ኣሎ። ብተወሳኺ እውን ብሮንሰን ንሓደ ግዳይ ክገብሮ ዝደለየ ሰብ ባንግ ሞይትካ ኢኻ ዝብል ወረቐት ይጽሕፍ ምንባሩ እዩ ኣብታ ፊልም ዝግለጽ። ገለ ካብዚ ጽሑፍ እዚ ኣብታ ቢሾፕ ጆን ናብተን ወሃብቲ ፋይናንሳዊ ኣገልግሎታት ዝነበራ ትካላት ዝለኣኾ ጥርጣረ ዝመልኦ ጥቕላላት ባኮ ተረኺቡ እዩ። ብ ዕስራን ሓሙሽተን ሚያዝያ ክልተ ሽሕን ሸውዓተን ኣብ ዱቡክ ኣዮዋ ዝርከቡ ኣኽባር ሕጊ ሕብረት መንግስታት ኣሜሪካ ነቲ ቢሾፕ ጆን ኢሎም ዝጽውዕዎ ጆን ቶሚኪንስ በዓል ዱቡኩ ኣብ ቀይዲ እተውዎ ሰበ ስልጣን ጸጥታ እቲ ሃገር ነቲ ጥርጡር ወዲ 42 ዓመት ኮይኑ ናይ ጶስጣ ሰራሕተኛ ከም ዝነበረ ኣረጋጊጾም እዮም ብተወሳኺ ሰነዳቱ ከም ዘመልክቶ በዓል ሓዳርን ክኢላ ማሽነሪ ተባሂሉ ተሰኒዱ ኣሎ ኮይኑ ግን ምስቲ ኤፍቢኣይ ዘዳለዎ ናይ መጀመርታ ናይ ገበን መግለጺ ኣይሰማማዕን እዩ ብመሰረት ምንጭታት ዝሃብዎ ጸብጻብ ኣብ መዛግብቲ ንግዲ ኣክስዮን ኣብ ዝተገብረ መርመራን ትንተናን መርመርቲ ናይ ኣገልግሎት ፖስጣ ሕብራት መንግስታት ኣሜሪካ እውን ተመሳሳሊ ጥርጠራ ከም ዝህልዎም ገይሩ እዩ ብተወሳኺ እውን ኣብታ ብ 25 ጥቅምቲ 2005 እተላእከት ደብዳቤ እተጠቕለለት ስእሊ መስኮት መኪና ከም ዘርኢ ጸብጻብ ተዋሂቡ ኣሎ እታ መኪና ኣርባዕተ ማዕጾ ዘለዋ ቸቭሮለት ሉሚና ምዃና ተፈልጠ። ሰበስልጣን ጸጥታ እታ ሃገር ኣብ ዘካየድዎ ዝነበሩ መጽናዕቲ እቲ ጥርጡር ብ1993 ቸቭሮለት ሉሚና ዝዓይነታ ቀያሕ መኪና ሒዙ ከም ዝተዓዘብዎ እዩ ዝገልጽ። እዚ ከኣ ውሽጣዊ ክፋልታ መኪና ምስታ ኣብታ ብውስጣ ዝተረኽበ ስእሊ ተመሳሳልነት ስለ ዝነበራ ነቲ ጥርጡር ኣብ ቀይዲ ንምእታው ዘራጉድ መርትዖ ኾነ። ሰበስልጣን ጸጥታ ነቲ ጥርጡር ንንውሕ ዝበለ ግዜ ብርሕቀት ምስ መርመርዎን ዘድልይ ጉዳዮም ምስ ሃነጹን ናይ ምንዳይን ነቲ ገበነኛ ኣብ ቀይዲ ንምእታው ዘኽኣሎም ናይ ቤት ፍርዲ ትእዛዝ ተቐበሉ። እቲ ብቢሾፕ ጆን ዝፍለጥ ገበነኛ ኣቐዲሙ ብጶስጣ ኣቢሉ ተተኳሲ መሳርሒታት ብምልኣኽ ዝፈጸሞ ገበን ኣዝዩ ዘተሓሳስብ ጉዳይ ስለ ዝነበረ ኣብቲ ኣብ ቀይዲ ዝኣተወሉ ዕለት ካልእ ኣዝዮም ዝተራቐቑ ተወሰኽቲ ንኸይፍንጀር ከቢድ ጥንቃቐ እዩ ተገይሩ። ኮይኑ ኸኣ እቲ ናይ ማእሰርቲ ትእዛዝ ምስ ተዋህበ ኣብ ዱቡኩ ዝነበሩ ሰበ ስልጣን ጸጥታ ኣብ ሓደ ኣፓርታማ ካብቲ እቲ ጥርጡር ዝነበሮ መንበሪ ብሸነኽ ምዕራብ እታ ከተማ ዳርጋ ሓደ ኪሎ ሜተር ርሒቑ ኣብ ዝነበረ መንበሪ ስፍራ ሓደ ብምሽታት ቦምብ ዝፍትሽ ዝነበረ ከልቢ ኣብቲ ምስቲ ጥርጡር እተታሕዘ ዕጹው መኽዘን ደው ምስ በለ ፖሊስ ንህላውነት ነታጒ ኣብቲ ስፍራ ስለ ዝሰግአ ኣብቲ ኣፓርታማ ንዝነብሩ ዝነበሩ ሰባት ብምሉኦም ኣግዓዞም። እታ ደብዳበ ኣብ ደ ሞይን፣ ኣየዋ፣ ዊስካንሲን፣ ከምኡውን ኣብ ቺካጎ፣ ኢልዮንስ፣ ከም እተላእከ እዩ ዝንገር። መንግስቲ ነቲ ኣብ ሰሜናዊ ግዝኣት ኢልዮንስ ዝርከብ ዞባ ከም ናይ ኣኽባር ሕጊ ስፍራ ገይሩ እዩ ዝመርጾ። ኮይኑ ግን ዋላ ሓደ ካብቲ ገበናት ኣብቲ ኣብ ትሕቲ ምምሕዳር እቲ ኣብ ሰሜናዊ ግዝኣት ኣየዋ ዝርከብ ቤት ፍርዲ ሕቡራት መንግስታት ኣሜሪካ እትርከብ ግዝኣት ዱቡኩ ከም ዘይተፈጸመ እዩ ዝንገር። ብ18 መስከረም 2007 ሓደ ፍሉይ ፈደራላዊ ቤት ፍርዲ ዓሰርተው ሓሙሽተ ክሲ ቀረበ። እቲ እተጠርነፈ ሰብ ዓሰርተ ሳዕ ብምትላል ሰነዳት ብምጥፍፋእ ክልተ ሳዕ ንምዝራፍ ዘስግእ ደብዳቤታት ብምልኣኽ ዘይተመዝገበ ነተጉቲ ዝሓዘ ክልተ ክሲ ኣብ መወዳእታ ሓደ ገበን ንምፍጻም ነታጒ ከም እተጠቕመ ጌርካ ተኸሰሰ። ብሽዱሽተ መጋቢት ክልተ ሽሕን ትሽዓተን ኣብ ዝነበረ መጋባእያ ፈደራላዊ ዳኛ ንዕዳጋ ኣክስዮን ንምቁፅፃር ዋላ ሓንቲ ፈተነ ስለ ዘይተገብረ እቲ ክሲ ነቲ ጥርጡር ከም ዘይምልከቶ ብምግማት ነቲ ገበነኛ ዓሰርተ ግዜ ኣብ ሰነዳት እተገብረ ምትላል ክልተ መፈራርሂ ደብዳቤ ክልተ ዘይሕጋዊ ነቶግቲ ሒዝካ ተወሳኺ ሓደ ዘይሕጋዊ ነታጒ ተጠቒምካ ክብል ክሲ ቕረበሉ። ብ ሰላሳ ሚያዝያ ክልተ ሽሕን ትሽዓተን ኣኽበርቲ ሕጊ ኣብቲ ሓድሽ መጋባእያ እተረኽበ ርኽበታት ተመርኲሶም ዓሰርተ ሰለስተ ክሲ ቕረቡሉ። እቲ ክሲ ነቲ ቀደም ሰራሕተኛ ጶስጣ ዝነበረ ሰብ ዘይተመዝገበ ኣዕናዊ መሳርሒ ከም ዘለዎ፣ ክልተ ሳዕ ከም ዝተኸሰሰ፣ ሓደ ካብኡ ዓመጽ ዝመልኦ ገበን ክፍጽም እንከሎ ከም ዝተጠቕመ፣ ከምኡውን ክልተ ክሳብ ዓሰርተ ግዜ ዝኣክል ምስ ንዘረፋ ዘስግእ መልእኽቲ ብምልኣኹ ከሰሶ። ኮይኑ ኸኣ ኣብ መወዳእታ እቲ ብቢሾፕ ዝፍለጥ ዝነበረ ጆን ፓትሪክ ቶምኪንስ ኣብ ፈደራላዊ ቤት ማእሰርቲ ቺካጎ ብዘይዋሕስ ተኣስረ። ብዕስራን ሓደን ሓምለ ክልተ ሽሕን ዓሰርተ ክልተን ቢሾፕ ማለት ቶምኪንስ ነቲ ናይ ይግባይ መሰል ተጠቒሙ ኣብ ቤት ፍርዲ ዳግም ንነብሰይ ባዕለይ ክጣበቕ ይኽእል እየ ብምባል ኣብ መጋባእያ ክቐርብ ጥርዓን ኣቕረበ። ኮይኑ ከኣ ንኣኽበርቲ ሕጊ ናይቲ ቤት ፍርዲ በቲ ዝተሓተ ዓሰርተ ክልተ ጉዳያት ገበነኛ ምዃኑ ኣሚኑ ከም ዝማጎትን ነቲ መበል ዓሰርተ ሰለስተ ከቢድ ክሲ ውዱእ ክኸውን ከም ዝማጎትን ነቲ ቤት ፍርዲ ነገሮ። በቲ ቢሾፕ ዘቕረቦ ጥርዓን መሰረት ብምግባር ቤት ፍርዲ እታ ሃገር ከምዚ ዝብል ጸብጻብ ከምዚ ዝብል ጸብጻብ ኣውጽኣ፣ ዓመጽ ዝመልኦ ገበን እናፈጸምካ ኣዕናዊ መሳርሒ ምሓዝን እንተወሓደ ንሰላሳ ዓመት ክእሰር ይኽእል እዩ ክብል ምላሽ ሃቦ። ኮይኑ ግን ቢሾፕ ቶምኪንስ እቲ ወሳኒ ስለ ዘይተዋሕጠ እቲ ውሳኔ ስለ ዘይተዋሕጠሉ ነቲ ቤት ፍርዲ ኣብ ቤት ፍርዲ ክቐርቡ እንተደልዮም መርመራ ክገብሩ እዮም ነዊሕ ክኸውን እዩ ግን ዝከኣለኒ ዘበለ ንርእሰይ ክከላኸለላ እየ በለ። ጸኒሑ ብ ክልተ ሽሕን ዓሰርተ ክልተን ቢሾፕ ቶምኪንስ ኣብ ቺካጎ ኣብ እተገብረ መጋብእያ ንርእሱ ባዕሉ ብምጥባቕ ነቲ ጥቕላላት ናይ ጶስጣ መልእኽቲ ባዕሉ ከም ዝለኣኾ ምስ ኣመነ እንተኾነ ግን ፈጺሙ ከም ዘይፍንጀር ጊሩ ከም ዘቕረቦ ኣትሪሩ ተዛረበ። ብ ኣርባዕተ ግንቦት ክልተ ሽሕን ዓሰርተ ክልተን ኣብ ዝወዓለ መጋብእያ ንክልተ ሰዓት ዝኣክል ድሕሪ ምምይያጥ ሓደ ዳኛ ነቲ ቢሾፕ ቶምኪንስ ዓሰርተ ግዜ ኣብ ሰነዳት እተገብረ ምትላል ክልተ መፈራርሂ ደብዳቤ ክልተ ዘይሕጋዊ ነቶግቲ ሒዝካ ተወሳኺ ሓደ ዘይሕጋዊ ነቷጊ ተጠቒምካ ዝብል ክሲ ገበነኛ ኮይኑ ረኸቦ። ስለዚ ኣብ መወዳእታ ቢሾፕ ቶምኪንስ ብ21 ግንቦት 2013 ኣብ ፈደራላዊ ቤት ማእሰርቲ ን37 ዓመት ክእሰር ተፈርዶ። ኣብዚ እዋን እዚ ኣብቲ ኣብ ኢልዮንስ ዝርከብ ማእከላይ ውሕስነት ዘለዎ ፈደራላዊ መእረሚ ማእከል ፔኪን ተኣሲሩ ኣሎ። ብ2039 ድማ ክፍታሕ ተመዲቡ ኣሎ። ዝኸበርኩም ዛራውያን መደባት ናይዚ ቻነል ንኽዓበን ድሌታትኩም ንኸነማልእ ናትኩም ርእቶ ኮነ ነቐፌታ ስለ ዘገድሰና ሓሳባትኩም ኣብ ኮመንት ኣካፍሉና ነቕርበልኩም መደባት እንተ ዓጊብኩምሉ ድማ ላይክ ብምግባር ብተወሳኺ ናይ ወትሩ ቤተሰብ ተኸታተልቲ ዛራይ መደባትና ንምዃን ንዝመጽእ ሓደሽቲ መደባት ተኻፈልቲ ንኽትኮኑ ኣብዛ ቻነል ቃጨል ጠውቑ ብተወሳኺ ሳብስክራይብ ንክትገብሩን ብክብሪ ናይ ኣድመኩም ካልእ ክዳሎ እትደልይዎ መደብ እንተሃልዩ ድማ ጽሓፉልና